ዝረኸብካዮ ስእሊ ፖስት ምግባር፣ ፖስት ዝተገብረ ቪድዮ ይኹን ስእሊ ሼር ምግባር ዘምጽኦ ጥቕምን ጉድኣትን ማዕረ ክንደይ ምዃኑ ይርድኣናዶ? መርድእ ብፈይስቡክ። ሰላምታ ይብጻሕኹም ዝኸበርኩም ሰማዕቲ ጀያ ራድዮ መደብ እስከ ንሕሰበሉ ንሎሚ እምበኣር ሓንቲ ርእስቲ ሒዘልኩም መጽእ ኣለኹም እስከ በሉ ባህ እንተበለኒ ደስ ክብለኩም እንኳዕ ብደሓን መጻኻ በሉኒ ኣነ ድማ እንኳዕ ብደሓን ጽናሕኹም ክብለኩም ሕራይ እንኳዕ ብደሓን ጸናሕኹም ንኺድ በሉ እስከ ናብ ኣርእስትና መቸም ኣብዚ ግዜ እዚ እንተ ንጥቕምና እንተ ማርክ ዙከርበርግ ከይቄየመልና ኢልና ፌስቡክ ማለት ገጽ መጽሓፍ ዘይብልና ሰባት ዳርጋ የለናን። ምኽንያቱ ከም ዝመስለኒ ጥቕሙ ይበዝሕ ኢልና ስለ ንኣምን እዩ። ምስ ግዜ እውን ክንከይድ ስለ ዘለና። ምስ ፌስቡክ ዝተሓሓዝ እቲ ቀዳማይ እቶም ኣብ ፌስቡክ ዝዝርግሑ ነገራት እዮም ማለት ስእልን ቪድዮን። ሓደ ፖስት ትገብሮ ነገር መቸም ትርጉም ክህልዎ ናይ ግድን እዩ ገሌና ንመስሓቅ ኢልና ገሌና ከመይ ከም ዘለና ንፈተውትና ከነርኢ ኢልና ገሌና መሃር ዝበልናዮ ንሰባት ከነካፍል ኢልና ገሌና ንዝተጸገሙ ሓገዝ ኢልና ገሌና ውዕይ ዜና ከነመሓላልፍ ገሌና እውን ነቲ ፖስት ዝኾነ መታን ናብ ካልኦት ሰባት ክበጽሕ ሼር ንገብር ኮታስ ብብዙሕ ነገራት ኢና ኣብ ፌስቡክ ፖስት ከምኡውን ሼር ንገብር ናይ ሎሚ ኣርእስትና ከኣ እቶም ዝዝርግሑ ነገራት ዘለዎም ጥቕምን ጉድኣትን ብፍላይ ከኣ ኣብ ጉድኣት ኣተኲርና ብኸፊል ክንገልጽ ኢና። ብጥቕሙ ክንጅምር። ቀዳማይ፣ እዋናዊ ጉዳያት እዩ። በቲ ዝተዘርግሐ ቪድዮ ይኹን ስእሊ ነቲ ዘሎ እዋናዊ ጉዳያት ክንፈልጥ ልዑል ተራ ኣለዎ። ምኽንያቱ ምስ ግዜ ተተሓሒዞም ዝጠቕሙና ነገራት ብዙሓት ስለ ዘለዉ። ካልኣይ ድማ ናይ ሓደ ዝደለናዮ ሰብ ብስሙ ምስ እንደልዮ ስእሉ ምስ ዝህልዎ እዩ ብልክዕ ክንፈልጦ ንኽእል። ናብ ሳልሳይ እንተኼንና ድማ ናይ ዕዳጋ ነገር እዩ። ዝኾነ ዘድልየና ንብረት ኣብተን ፌስቡክ ዘለወን ትካላት እንተኼድና ነቲ ዝደለናዮ ንብረት ብስእሊ ርኢና ኢና ንእዝዞ። እዚ ብቕልል ዝበለ ጥቕሚ ኣብ ፌስቡክ ዝዝርግሑ ስእልታትን ቪድዮታትን እዩ። ዝኸበርኩም ሰማዕቲ ኣብ ዝቕጽል ብስፍሕ ዝበለ ምስ ኩለን መራኸቢታት ዝተሓሓዝ ኣርእስቲ ከም ዘምጽኣልኩም ኣቐዲመ ክሕብረኩም ይደሊ። ንሕጂ ግን ናብቲ ቀንዲ ኣርእስትና ማለት ጉድኣት መርድእ ብፌስቡክ ዝብል ክንኣቱ። ገሌና መንነትና ብዘይፍለጥ ንፌስቡክ ኣካውንት ይኸውን ብዝበል ናይ ሽም ተጠቒምና ሓቅን ሓሶትን ከይፈለጥና እንተ ብፍላጥ እንተ ብዘይፍላጥ ፖስት ኣብ ምግባር ድሕር ዘይንብል ሰባት ኣለና። ገሌና ከኣ እናፈለጥና ነቲ ንዝርግሖ ስእሊ ይኹን ቪድዮ ኣብ ሰባት ዘምጽኦ ሳዕቤን ከይሓሰብና ንፖስት ምግባር እንቀዳደም ሰባት ኣለና። እቲ ዝዓበየ ጌጋ ንሓደ ንዝዓረፈ ማለት ንዝሞተ ሰብ ተቐዳዲምካ ፖስት ወይ ሼር ምግባር እዩ። እዚ ከም ዓቢ ጌጋ ዝቑጽሮ ድማ እቶም ናይ ቀረባ ስድራቤት መዋቲ ወይ መዋቲት ፈሊጦም ኔሮም ድዮም ኣይፈለጡን እዩ። ከም እምነትናን ባህልናን ሞት ከቢድ እዩ። ንስድራ መዋቲ ብኸመይ ተርድኦም ወግዑን ስርዓቱን ዝሓለወ እዩ። ምኽንያቱ ሞት ዘይተርፈና'ኳ እንተኾነ ሞት እትምነየሉ ፍጡር ግን የለን። ክሳብ ከምዚ ዝኾነ ዝኾነ ቀራቢኻ ምስ ዝሞተካ ብወዝቢ ክትፈልጦን ፈታዊኻን መቕርብካን ኣብ ጎንኻ ኮይኖም ከርድኡኻ እንከለዉ ማዕረ ክንደይ ዓቢ ፍልልይ ከም ዘለዎ ንማንም ዝሓስብ ፍጡር ዘይርዳእ ኣይኮነን። ሃንደበታዊ መርድእ ክሳብ ሞት ከብጽሕ ዝኽእል ሳዕቤን ከም ዘለዎ ክርድኣና ኣለዎ። እቶም ፖስት ወይ ሼር ንገብር ንዘይፈለጠ ከተፍልጦ ጽቡቕ እኳ እንተኾነ ነቲ ዘይፈለጠ ናይ ቀረባ ቤተሰብ ግን ሃንደበት ብፈይስቡክ ምስ ዝሪኦ እንታይ ዓይነት ጸገም ከም ዘምጽእ ርዱእ ነገር እዩ። ስለዚ ዝኸበርኩም ሰማዕቲ እቲ ዝሓሸ ሼር ወይ ፖስት ዘይምግባር እዩ። እንተ ዘይኮይኑ ከኣ ተሃዊካ ሞት መዋቲ ናብ ስድራ ከይበጽሐ ፖስት ዘይምግባር። እዚ ከምዚ ዓይነት ጉዳይ ካብ ናይ ዕጸፋርስ ገበን ዝዓቢ ናይ ሂወት ገበን እዩ። ብፍላይ ከኣ እዚ ናይ ኣብ ሊብያ ዝተገብረ ኣርእስቲ እናምጻና ተዓሚጻ፣ ሞይቱ፣ መይታ እናበልና ስእሊ ኣሰኒና ነውጽእ ዘለና ሳዕቤኑ ቀሊል ከም ዘይኮነ ክርደኣና ኣለዎ። ከመ ተወሳኸ እውን ውልቃዊ ናይ ሰባት ስእሊ ብዘይ ፍቓድ እናምጻና ፖስት ንገብር ሰባት መሰል ሰብ ከነኸብር ኣለና። ዝኸበርኩም ሰማዕቲ ናይ ፌስቡክ መርድእ ካላኣይ መርድእ ከየምጻልና ጥንቃቐ ዘለዎ ፖስት ንግበር። መዋቲ ህይወቱ ካብ ሓለፈት ነቲ ዘሎ ግን ብሰንኪ ሃንደበታዊ መርድእ ዝኾነ ኣካላዊ ይኹን ስነኣእምራዊ ጸገም ከየምጻሉ። ብፍላይ ኣብዚ ግዜ እዚ ዳርጋ ኩልና ስድራቤታት ተፈላሊና ስለዘለና ምስቲ ዘለና ምፍልላይን ናፍቖትን ተደሚሩ

ዝኸበርኩም ሰማዕቲ ንሎሚ ዝበልክዋ ኣርእስቲ ኣብዚ ተዛዚማ ኣላ። ከምዚ ስለ ዝበልክኹም ከኣ ፌስቡክኩም ከይትድምስስዋ። ምስ ማርክ ዙከርበርግ ከይተባእሱኒ። ምሳኹም ዝጸናሕኩ ኣዳላውን ኣቕራብን ናይዛ መደብ ራሞን ንጉሴ'የ። ኣብ ዝቕጽል ብኻልእ ኣገዳሲ ብዝበልክዎ ኣርእስቲ ክሳብ ንራኸብ ኩሉ ሰናይ ዘበለ ይምነየልኩም።